ክቡራት ተኸታተልቲ መደበይ ከመይ ኣለኹም ርሑስ ሓድሽ ዓመትን ቅነ ልደትን ንኹልና ኣኣብ ዘለናዮ እምበኣርከስ ከምቲ ኣቐዲመ ሓቢረኩም ዝነበርኩ እነሆ እቲ መዓልቲ ኣኺሉ ምስ ጋሻይ ተረኺበ ኣለኹ ጋሻይ ክቡር ስነጥበበኛ ኣብራር ዑስማን እዩ ስነጥበበኛ ኣብራር ዑስማን እንቋዕ ደሓን መጻእካ ዕድመይ ኣኽቢርካ ምሳይ ምህላውካ ብስም ኩሎም ተኸታተልቲ መደበይ የመስግነካ

ማለሰይ ከም ቀደሙ ቀፅል ከም ቀደሙ
ኣብራርሲ ብጣዕሚ ንፉዕ ደራፋይ ወይ ስነ ጥበበኛ እዩ ንኩሉ ሰብ በፂሕዎ እዩ ብዕላል ከ ምስ ኩሉ ሰብ ዝበፅሕ ክኸውን ዶ መዓልቲ ምስ ኩሉ ሰብ ዘራኸብ ክኸውን ያው ተስፋ ገብር ተስፋ ገብር ንዓኺ ሒዘ በፅሖም እየ መቸም ንሕና እምበር ንዓኻ ሒዝና ደስ እናበለና ብዙሕ ኣለኒ ሎም መዓልቲ ምሳኻ ከምዚ ክዕልሎ ዝደሊ መጀመርያ ከምዚ መብዛሕትኡ ሰብ ብዜማታትካ ብማዕዶ እዩ ምሳኻ ዘለዎ ፍልጠት በዚ ኣጋጣሚ ጌርና እቲ ርክብ ኣብ መንጎ እቲ ሰማዒ ኣፍቃሪ ተኸታታሊ ተዓዛቢ ንብሎ ንኽፍጠር ትደሊ ኢኻ ሕጂ ናይ ሙዚቃ እዋንካ ናብ ደርፊ ዝመጻእካሉ እዋን ካብ ቁሩብ መበገሲ ምሃበኒ ክንደይ ኮይኑ ኣሎ ሎሚ ኣብ ደርፊ ብኣይናይ ዝምባለ መጺኻ ንእሽቶ ጌር ንሌላ ዝኣክል እዋ ከምቲ ኩሉ ግዜ ዳርጋ ምስ ብዙሓት ከምዚ ከማኺ ዝፈትዎም ጋዜጠኛታት ኣዕሊለሉ ኣለኹ ኣጋጣሚ ሃገር ኣብ ዝፀወዓትና እዋን እዋን ቃልሲ ጀሚረ ማለት እዩ ካብ ቤት ትምህርቲ ወፂና ንሜዳ ምስ ወፃና ማለት እዩ በቲ ሓዲሩኒ ዝነበረ ናይ ሙዚቃ ስምዒት ፅቡቕ ዕድል ኣጋጢሙኒ ማለት እዩ ኣብ ሙዚቃ ሙዚቃ ሲ ኣብ ሜዳ ጀሚረ እዩ ክብለክ ደስ ይብለኒ ማለት እዩ እሱ ጥራይ እዩ ካልእ ዋላ ሓንቲ ኣብ ዝነበርናዮ ቅድሚ ምውፃእና ግን ናይ ተምሃራይ ሂወት እዩ ነይሩ ማለት እዩ። ካብ ቤት ትምህርቲ ንገዛ ኢና እዚ ጉዳይ እዚ በቃዕና እዩ ነይሩ ማለት እዩ።
ኣነ ዝክሮሲ ንእሽተይ ከለኹ ሓፍተይ ምዕባይ ኣላ ኣብ ድኳን ደርፊ ምርጫ ገለ ንፅበ ነርና ደርፍኻ ክንሰምዕ ኢልና ሕጂ ንፋስ ከይኣትዎ ፍቕርና ገለ ክንሰምዕ ኢልና ንፋስ ከይኣትዎ ፍቅርና ከይከውን ዑና ክንሰምዕ እዝከረኒ ንኣሽቱ ኢና ኔርና ሕጂ ደሓረይ ካብ ሽዑ ኣትሒዘ ይሰምዖ ኔረ ምናልባት ናታ ጽልዋ ዶ ከውን ኢለ ደሓር ግን ድሕሪ ግዜ ውን እቲ ደርፊ ክሳብ ሕጂ ይሰምዖ ኣነ ገንዛበይ ወላ ዓብዩ ከሎ ጂ ተፈታዊን ተሰማዕን ደርፍታት ናይ ፍቅሪ ውን ኣብርኪት ካብ መዓስ እዚ ኣብ ግዜ ቃልሲ መብዛሕትኡ እዋን ነቲ ቃልሲ ዝከውን ነገራት እዩ ዝፈሪ መዓስ ደኣ እዩ እቲ ብዕምቆት ንዓካ ብዝስምዓካ like ጥበባዊ ነገር ጌርካ ክተፍርየሉ ዝጀመርካ እዋን መዓስ ነይሩ?
ናተይ ዕድል ኣብ ሜዳ መቸም ሓቂ ሓይሽ ኩሉ እናሃገረ ተወፍዩ ብዝነበረሉ እዋን ኣነ ደራፋይ ነይረ ሙዚቀኛ ነይረ ኢልካ ክትዛርብ ብጣዕሚ ኣሸጋሪ እዩ እቲ ዘተባብዓካ ኩሉ ግዜ ኣብቲ ሃገራዊ ሞያ ጥራይ ዝምርኮስ ማለት እዩ ንዓኻ ውን ከምተይ ንቃልሲ ዘተባብዖ እዩ ዘተባብዓካ። ሕጂ እቲ ስነ ጥበባዊ ትሕዝቶ ውን ኮሌክቲቭ እዩ ካብ ኩሎም ዝመጽእ እዩ። እቲ ምርኢታት እንገብሮ ዝነበርና እቲ ምትሕግጋዝ እቲ መንጎና ዝነበረ ሃርሞኒ ውህደትሲ ኣዝዩ ልዑል እዩ ግን። ናይ በይንኻ ስነ ጥበባዊ ምህዞ ዝልክዓሉ ዝምዘነሉ እዋን ኣጋጣሚ ነበርን ማለት እዩ ግን ብድሕሪኡ ካብ ሜዳ ምስ ወፃእና ማለት እዩ ብገለ ምክንያት ኣጋጣሚ ሓድሽ ኣብ ስዑድያ ዝጀመረ ናይ ሙዚቃ ማዕበል ነይሩ ማለት እዩ ኩሎም እቶም ዓበይቲ ኣርቲስትስ ናትና ኣብኡ እዮም ነይሮም ማለት እዩ ኣብኡ ድጄን ገይሮም ዳርጋ ኣብ ሜዳ ክልኩስ ሓያሎ ደርፍታት ክመፅእ ጀሚሩ ማለት እዩ ናይ ኩሎም ካብ በዓል ነብስሄር የማነ ዘመን ናይ በዓል ሃይለ ናይ በዓል ሓጎስ ብርሃነ ናይ በዓል መምህር ኣልኣሚን ናይ በዓል ሑሴን መሓመድ ዓሊ ኮታ ኩሎም እቶም ኤርትራውያን ሲ ዳርጋ ናይ በዓል ኣቶ መምህር በረኸት መንግስትኣብ ኩሎም ኩሎም ኮታ ሕጂሲ እሱ ኣዝዩ ጽልዋ ነይርዎ ማለት እዩ ሕጂ ኣነ ድማ መነይ ረኣየኒ ነይረ ማለት እዩ ሓንቲ መዓልትስ ኮን ድኾን ነዛ እታ ባሕሪ ካብ ዓደይ ዝርሕቅ ክርሕቅ ዝፈቱ ሰብ ኣይነበርኩን ግን ኣጋጣሚ ኣነ ከዓ ሜዳስ ድሕርቶም መቃልስተይ ስለ ዝተረፍኩ ሽዕኡ ነቲ እዋም እንዳስማዕክዎ እየ ዝኸይድ ነይረ ኣእዋም እንዳስማዕክዎ ነቲ ሙዚቃ ዳሕራይ ብሓንሳብ መቓልስተይ እውን ስለ ዝነበሩ ኣዝዩ ተዘክሮታት ስለ ዝነበረኒ ብጣዕሚ እዩ ይስመዓኒ ነይሩ እቲ ምፍልላይ። እታ ዕድል ድማ ኣዝያ ዓባይ ዕድል ነይራ ንዓይ ማለት እዩ። ሕጂሲ ኣብቲ ንሶም ዘለዎ ከይደስ ከምቲ ከምቲ ንሶም ዝገበርዎ ክገብር ከኣ ኣዝዩ እንታይ ሽሙ ሓድረኒ ነይሩ ድሌትን ባህግን ሓድረኒ ነይሩ ማለት እዩ ኮይኑ ድማ ሓደ መዓልቲ ከም ገለ ጸዲፈ ናብኡ በፂሐ ዳሕራይ እታ ናይ መጀመርያ ካሴት እዩ ነይሩ ሽዑ ሲዲ ነበረን

ከምዚ ኣብ ናይ ኣብ ብዙሕ ሰብ ወላ ኣብዚ ሕጂ ዘሎ ወለዶ ወላ ኣብዞም ንኣሹ ማለት እዩ ወላ ምንኣስና ገና ዓብዪ ተቐባልነት ኣለካ ካብ ምንታይ እዩ እዚ ማለት ሲ ቁሩብ ኣብ ስደት ነዊሕ ጌርካ ኢኻ ኣብራ ካብኡ ናብኡ እውን እቲ ኣብቲ ሙዚቃ ኤርትራ ሕጂ ዘመናዊ በብግዜኡ ዝተተክኡ መዓት ድምፃውያን ኣለዉ በብግዜኡ ዝመፅእ ደርፍታት ኣሎ ገለ ኣሎ ግን እቲ ወለዶ ከዓ መብዛሕትኡ ወለዶ ነቲ ናይ ዘመኑ'ዩ ዝያዳ ከስተማቕር፣ ክቐርብ ትሪኦ። ኣብዚ ናህና ፍልይ ዝበለ'ዩ። ሕሱም ናፍቖት ናይቲ ዳሕረዋይ ጀነረሽንን ሙዚቅኡን ስነጥበባዊ ስርሑን ኣሎ። ሓደ ካብኦም ኢኻ ንስኻ ክሳብ ሕጂ ተፈተውቲ ክሳብ ሕጂ ጽልዋ ኣለካ። ከመይ ኢሉ ኮይኑ እዚ ትብል ንስኻ? ብናትካ ኣረኣእያስ ከመይ ይመስል? ኣነ መቸም ክብሎ ዝኽእል ነገር እንተሎ ብርግጽ ኩሉ ግዜ ትፈትዎ እዩ ዝፈትወካ ኩሉ ግዜ እቲ ክሰርሖ ዘለኒ ንዕኡ እየ ዝሰርሖ እቲ ብልበይ ዝነብር ንሱ ጥራይ እዩ እቲ ስነ ጥበብ ድማ ብዕላማይ ዝሕዞ ማለት እዩ በቲ ዓቕመይ ዘፍቅዶ ማለት እዩ ከምቲ ዓቕመይ ዘፍቅዶ እቲ ካልእ እቲ ፍርዲ ብዛዕባ ስነ ጥበብ ናተይ ፍርዲ ኣይኮነን እዚ ዓቕሚ ኣለኒ ኢልካ ክትዛረብ ኣዝዩ ካብ ሓደ ስነ-ጥበባዊ ዘይትጽበዮ ነገር እዩ ግን ብሓፈሽኡ እቲ ናይ ልበይ ክዛረብ ከለኹ ግን ብመሰረቱ ቀዳማይ ዕላማይ ንፈታውየይ ንህዝበይ ንሃገረይ ዝፈቱ ሰብ እየ ወትሩ ተፈልየ ዘፍቅራን ተፈልያትኒ ተፈልያ ተፍቅረንን ሃገር ንህዝብን ከም ዘለኒ እየ ዝኣምን ማለት እዩ ሕጂ እዚ ድማ ውፅኢት ኣለዎ ኩሉ ግዜ ቢኮዝ ካብ ልቢ ንልቢ መልእኽቲ ስለ ዘሎ እምበር ምናልባት ውሽጠይ ዝረኣዩ እዮም ዝመስሉ ብደርፈይ እኳ ይመስለኒ
ያንኑ ኣዝዩ ብዙሕ ተቐባልነት ብፍላይ ከም ዝበልኩ ከዓ እቲ ወለዶ ብዘየገድስ ኣዝዩ ብዙሕ ተቐባልነት ብዙሕ ዝጥመት ኣሎ ብኸምኡ እየ ከመይ ኢሉ ደኣ ኮነ እዚ ትጋፍ እኳ ፀኒሑ ናይ ቦታ ምርሕሓቕ ፀኒሑ እሞ ከመይ ኢሉ ኮይኑ ካብ ዝብል ካልእ እንታይ ከልዕሎ ምደለኹ ሲ ካብ ዝፈለጥኩኻ እዋን ክሳብ ሕጂ ምናልባት ፐርሰናል ወይ ናይ ውልቂ ክኸውን ይኽእል እዩ ኣዝኻ ልኡም ኢኻ ሕጂ የደንቐኒ እዩ ማለትሲ ብዙሕ እዋን ክትሪኦም ከለኻ ንዓና እኳ ርኪብልና ዓስዓስ ክንብል ጀሚርና እዚ ስደት ነዊሕ ምስ ተቐመጠ እቲ ሰብ ኣብ ስደት ወይ እውን እቲ ናትካ ክሊ ዕድመ እቲ ንሕና ዳሕሮት ምስ መፃና ክንሪኦ ከለና እዚ እቲ ሰብ ኣብ ቀረባ እዩ ገጭገጭ እዩ ዝብል ምክእኣል ዓቢ እዩ ብባህሪኡ ክትሪኦ ከለካ ሕጂ ኣነ ናተይ ፍርዲ እየ ዝህብ ዘለኹ ኣዚኻ ልኡም ኢኻ ምስ ዓቢ ይኹን ምስ ንእሽቶ ይኹን ኣብተን ዘስተውዓልኩልካ ከመይ ልኾነልካ እዚ እቲ ካብ ቦታኻ ምርሓቕ እቲ ስደት ገለ ናቱ ጽልዋ መዓት እዩ ዘለዎ ማለት ከም ዝበልኩኻ ነዚ ወለዶ እዚ እውን ኣብ ሓጺር እዋን ኣርኪብሉ እዩ እቲ ከምኡ ፍራስትሬትድ ዓይነት ክስታይ ዓቕሊ ዘይብሉ ሰብ ክገብረካ ከመይ ኔሩ ናይ ስደት ዓመታት ከመይ ኢልካ ክሳብ ሕጂ ልኡም ኣለኻ ከመይ ኢልካ ምስ ኩሉ ሰብ ክንድዚ ዓይነት ትሕትና ጠባይ ፍቕሪ ከመይ ልኸውን እዚ ሓቀይ እዚ ኣብ ዘይቀልዓለም መልሰለይ እሱ
እዚ ጉዳይ እዚ ሓቃሕሽ መሰረቱ ናይ ሙዚቃ ባህሪ ንዑ እዩ ዝዕድም ዳሕራይ ኣነ ከም ሰብ ካብ ንእሽተይን ካብ ዓብን ክመሃር እዩ ዝፍትን እንታይ ዝብሎ ኣለኒ ሂወትሲ ሰሌዳ ናይ ኩሉና እያ ኣብኣ ኢና ንምሃር ማለት እዩ ሕጂ ኣነ ድማ ኩሉ ግዜ ንሰብ ይጠቕሞ ኣይኮንኩን ዝብል ካብ ሰብ ስለ ዝጥቀም ካብ ሰብ ስለ ዝመሃርን ትምልዋጥ ንባዕሉ ኣብ ዕብየትካን ኣብ ኣተሃላልወኻን ፅልዋ ስለ ዝህልዎ ብመሰረቱ ንሰብ ብክብሪ ክሕዞ እዩ ደስ ዝብለኒ ዋላ በዲሉኒ ውን ክጻረፍ ዋላ ክቋየቕ ደስ ኣይብለንን እዩ እታ ዝክእላ እታ ዝመልካ ነገር ክርሕቆ ጥራይ እዩ ደስ ዝብለኒ ቢኮዝ ሓደ መዓልቲ ርእይትኡ ክልወጥ ስለ ዝኽእል ኣነ ክጋገ ደስ ኣይብለና እዩ ብልዕሊ ማንም ፍጡር ይትረፍ ድቦ ሓወይ ኣብ ዝኾነ ግን እቲ ጽቡቕ ነገር ድማ ኩሉ ግዜ ከምቲ ዝበሃል ንሰይጣንስ ክትርሕቀሉ እዩ ዝበለፅ ይበሃል ሓደ ሓደ ግዜ ኦፍኮርስ ኣብቲ ሂወት ዘየራክበካ ነገር ዝኾነ ነገር ክህሉ ከሎ ግዜ እንድሕር ሂብካዮ ብዙሕ ነገር ይልወጥ እዩ ማለት እዩ ሕጂ ከምኡ ስለዝኾነ ድማ ዳርጋ ብቐረባ ምስ ዝራኸቦም ሰባት ብዙሕ ዘቋየቕ ዘባእስ ገለን የለን ከምዝበልክዮ ብትሕትና ንረዳድኣሉ ኣትሞስፌር ወይ ከባቢ ይፍጠር ማለት እዩ። ንኹሉ ሰብ ንኸውን ዓቕሊ ኣለካ ማለት እዩ ምስ ዓብዪ ምስ ንእሽተይ ከይነጠርናያ ነዛ ሕቶ እንታይ ትፈቱ ከም ሰብ እንታይ ከትፀልእ ኣመና ውልቃዊ ጌራቶ ዘዕላል ኣይትበለኒ ሎሚ ምሳኻ እየ ክዕለልል እቲ
ያ ፅቡቅ ኣለኸ እንታይ እዩ እቲ ህይወት ከምቲ ዝበልኩኸ እዩ ሰብ ክቡር እዩ ኩሉ ግዜ ቦታትና እውን ይብሉ ክቡር የኽብረካ ከም ነብሱ ሕሱር የሕስረካ ከም ነብሱ እዩ እዚ ኩሉ ግዜ እንተ ኣኽቢርካ ትኸብር ኢኻ መጠን እቲ ንስኻ ትገብሮ እዩ ኣብ ልዕሊኻ ኣብ ልዕሊኻ ዝመፅእ ማለት እዩ ሕጂ ሓደ እንታይ ይብል ኩሉ ግዜ ሓቀኛ ዝኾነ ዝምድና ክህልውን ደስ ይብለኒ ብተፈጥሮይ ድማ ዝኣምነኒ ሰብ ጥልም ኣይኮንኩን። ክረኤ ዘለዎ ዓገብ እንተሎ ዓው ኢልካ ተዛረበኒ፣ ድሕረይ ከይትዛረብ ዝብል ኣብዚ እዋን እዚ እቲ ንፋስ ንሱ እዩ። ኩሉ ግዜ ብበለካ ልኽዓካ ንሓውኻ ክተኽፍእ ትውዕል። ዘየሎ፣ ዘይተራእየ፣ ዘይተሰምዐ፣ ብኢድካ ብህዋሳትካ ዘይዳህሰስካዮ፣ ዘይርኢኻዮ፣ ዘይሰማዕካዮ፣ ሕጂ እዚ ንባዕሉ ኣብቲ ማሕበራዊ ህይወት ዓብዪ ጸገም ኣለዎ። ኩሉ ግዜ ሕውነት ዓብዪ ነገር እዩ፣ ሰብ ምኽሳር ድማ እቲ ዝዓበየ እዩ። ሰብ ወዲ ሰብ ክቡር እዩ። ሕጂ ዝኾነ ነገር ክረኣየካ ከሎ ድማ ዓው ኢልካ ነቲ ተቕርቦ ከምዝስ ኣሎ እሞ ሓቂ ድዩ ንዕኡ ፌስ ክትገብሮ ንዕኡ ረኺብካ ካብኡ ክትወስዶን ክሰንቆን ኣዝዩ ነቲ ፍቕሪ ትሕብሕቦን ትከናኸኖን ከም ዘለኻ ዝምድናኻ እውን ተኽብር ሰብ ምዃንካ ንተኣማንነትካ እውን ተኽብር ምዃንካ እዩ ዘርኢ እሞ እዚ ባህሊ ዝነበረና ብጣዕሚ እየ ዝናፍቆ ሎሚ ኣብዚ እዋን እዚ ኣብ ፌስቡክ ዝተወረየ ኣብ ዋትስኣፕ ዝተወረየ ዘሎን ዘየሎን ክሓዋውስ ዝኽእል ማሕበራዊ ምልኻዕ እዚ ኣዝዩ ዘይፅፉፍ እዩ እሞ እዚታት እቲ ዘይፈትዎ ነገር እዩ ሰብ ድማ ኩሉ ግዜ ከምቲ ዝበልኩኺ ዝቐርቦ ኩሉ ግዜ ክምህረኒ ዘለዎ ምዃኑ እየ ዝኣምን እዚኣ ኣሚነ ስለ ዝቐርቦ ድማ ብዝተኻእለ መጠን ካብኡ ክመሃር ንሱ እውን ካባይ ክመሃር እየ ዝደሊ ከምኡ እዩ ከምቲ ዝበልኩኺ ዓለም ሰሌዳ ኩሉ እዩ ኩሉ እያ ዝመሃር ኣሎ ስለዚ ኣብዚ ከምዚ ዝኣመሰለ ኣተሓሳስባ እንተ ሰብ ብዘለዎ ዓቕሚ ደፊኡ ምናልባት ሰላም ዝመልኣ ምክባር ዝመልኣ ምርድዳእ ዝመልኣ ዓለም ክትህሉ ትሕውነት እውን ክኸብር ትዕርክነትን ዝምድናን እውን ክኸብር ይግባእ ክንዲ ንስኻ ትብሎ ንካልእ ዝብሎ ሚዛን ምሃብን ኩሉ ግዜ ከምቲ ንዓኻ ዝስምዓካ ካልእ ሰብ ከም ዝስምዖ ምርዳእ። እዚ ተኽእሎታት እዚ ክጥረ ይግብኦ፣ እንተዘይኮይኑ ዓማጺ ዝኾነ ዘይፍትሓዊ ኣተሓሳስባ እንታይ ይረኣየኒ እቲ ፍትሒ ኣብ ኩሉ ኣብ ጸርፊ እንተኾነ ኣብ ፍቕሪ ፍትሒ የድሊ ኣብ ኩሉ ላኑ ዘይብሉ ድሕሪ ጌርካ ንሓደ ሰብ ዘይግብኦ ድሕሪ ፀሪፍካዩ ዘይግብኦ ማለት ክፀልኦ ትኽእል ኢኻ ንፅልኢ ፍትሒ ንፍቕሪ ፍትሒ ንገንዘብ ንኩሉ ፍትሒ ትበሃል ነገር ድማ ኣብ መንጎ ኩሉ ስለዝኾነ ኣተሓሳስባና ብሱል ክኸውን ይግባእ በሃላይ ብጣዕሚ ዓሚቑ ካብዚ ሲ ናበይ ክወስደካ ይደሊ ኢሉ እውን ትዕላልና መብዛሕትኡ ዋላ እዚ ድዕሎ ፅናሕና እንታይ ትፈቱ እንታይ ትፀልእ ምስ በልናስ ናብቲ ምስ ስራሕካ ዘተሓሕዝ ነገራት ናብቲ ምስ ማሕበራዊ ሂወት ምስቲ ምስ ሰብ ዘራኽብ ኢና ንመፅእ ሓደ ግዜ ኣብ ክተ ነዊሕ ገበር ሓንቲ ቃለ መጠየቕ ናትካ ይሰምዕ ነይረሲ ናትካ ከምኡውን ናይ ካልኦት ሰባት ሕጂ ምስ ረኣኹዎ እቶም ኣብ ሙዚቃ ነዊሕ ዝነጠፉ ስነጥበባውያንናስ እንታይ ኮል ይብሉ ይኾኑ ዝብል ሓሳብ መጺኣትኒ እዛ ሕቶ እዚኣ ንካልኦት እውን ክቐርበሎም ባህ ትብለኒ እያ ስነጥበብ ኤርትራ ሕጂ ክልተ ወለዶ ኢና ንሕና ኣነ ንስኻን ስነጥበብ ኤርትራ ብዘይ ዝኾነ ይኹን እዋናዊ ወይ ፖለቲካዊ ሻራነት ጠጠው ዝበለሉ ግዜ ዳርጋ ነይሩ ክበሃል የሰክፍ እዩ ክበሃልሲ ኣይከኣልን ክሳብ ኣብዚ በጺሕናዮ ዘለና ሕጂ ብቑዕ ስራሕ ከኣ ኣብ ምፍራይ ወይ ከኣ እቲ ተዓዛባይ ድዩ ሰማዓይ ከኣ ኣብ ምስትምቓር ሓይሊ ናይ ምስትምቓር ኣብ ምህላው ድኽመት ዝተራእዮ ከኣ ይመስል ሕጂ ከም ኣብዚ ዓውዲ ነዊሕ ዝዓየኻ እሞ ከኣ ብብቕዓት ስነጥበበኛ ብዛዕባ ናጽነት ስነጥበብ እንታይ ክትብል ትደሊ ምናልባት እውን ኣብዚ ዝሓሸ መድረኽን ዓለምን ዘሎ ቦታ ናይ ስነጥበባውያን ናጽነትን ስራሕን መድረኽን ርኢኻ ኣለኻ ካብ ተመክሮኻ ንባዕሉ?
ፅቡቕ ሕቶ እዩ ብሓቂ ኣገዳሲ ሕቶ እዩ ስነ ጥበባዊ ንባዕሉ ናፅነቱ ዘረጋገፀ ብናፅነት ናይ ካልኦት ክዛረብ ዘበት እዩ ሕጂ ብመሰረቱ ብዛዕባ ካልኦት ክዛረብ ዓቕሚ የብለይን ቢኮዝ ናተይ ጥራይ ክዛረብ ዝኽእል ብመሰረቱ ኣነ ናይቲ ዝፈትዎ ህዝብን ዝተወለድኩሉ ህዝብን ካብታ ማህፀን እና ዝኾነት ሃገርን ካብኣ ወፅየ ዘለኒ ርእይቶ ብምንም ተኣምር ማንም ሰብ ኣይእውደንን እዩ ቢኮዝ ናፅነተይ ባዕለይ ዝኣወጅኩ ፍጥረት እየ ስነ ጥበብ ንሱ እዩ ነቲ ደስ ክብሎ ነቲ ደስ ክብሎ ዝግበር ነገር ኣይኮነን ንፀሊም ፀሊም ንቀይሕ ቀይሕ ክብል ደስ ይብለኒ ዝበደልኩዎ ነገር የለን ቢኮዝ ብዓይነይ እየ ዝርኢ እምበር ብዓይኒ ካልኦት ኣይርእይን እየ ብልሳነይ እየ ዝዛረብ እምበር ብልሳን ካልኦት ኣይዛረብን እየ ብኣፈይ እየ ዝበልዕ እምበር ብ- ብኣፍ ካልኦት ኣይበልዕን እየ ብሓንጎለይ እየ ዝሓስብ እምበር ብሓንጎል ናይ ካልኦት ኣይሓስብን እየ ስለዚ እቲ ዓቕመይ ዘፍቅደለይ ብዝተኻእለ መጠን ናጽነተይ ከንጸባርቕ እየ ዝደሊ። ኩሉ ግዜ ድማ ጎኒ ውጹዕ እኸውን። ሕማቕ እንተሎ ሕማቕ ክብል፣ ጽቡቕ እንተሎ ጽቡቕ ክብል ንዑ እዩ እቲ ሕልና ተዋሂቡኒ። ስለዚ ብምንም ተኣምር ሻራ ናይ ፖለቲከኛታት ክኸውን ኣይድልን። ኣነ ምልኪ ህዝቢ ደኣ ምልኪ ሃገርን ደኣ እምበር ምልኪ ናይ ፖለቲካውያን ኣይኮንኩን ቢኮዝ ኣነ ሓደ ከምኦም እየ ሓደ ሰብ እየ ስለዚ ኣብ ንሶም ዝበልዎ ኣብ ንሶም ዝርእይዎ ርእይቶ ኣለኒ ብርግፅ እዚኣ ድማ ማንም ሰብ ክሓስባ ዘለዎ ይላኑ ብዕድመይ በተሓሳስባይን ሰብ እየ ስለዚ ሲ ዋጋ ኩሉ ዝርድኣኒ ዝበልኩኺ እዛ ዘለናያ ዓለም ሲ ኩሉና ንመሃረላ ስለ ዝኾነት ንማንም ሰብ ኦፍኮርስ ኣብ ጽቡቕ ኩሉ ጽቡቕ ክትድግፍ ዝግባእ እዩ። ንኹሉ ብቕንዕና እታ ዝግብኦ ክትህቦ ብዘይ ቅንዕና ድማ ሻራ ዘለዎ ወገናዊ ዓሌታዊ ካልእ ካልእ ነገራት ዘየድሉ ትሕቲ ሃገር ዝኾነ ፈጺሙ ዘይእዋናዊ እታ ሃገር እኳ ቁሩብ ይኸብደኒ ይላሉ። ሰብ ናቱ ኣተሓሳስባ ክህልዎ ይኽእል እዩ፣ ግን ብዓቢኡ እቲ ንኹልኻ ዘዛምደካ መሰረታዊ ጉዳይ እዩ፣ እቲ ክሕቆፍ ዘለዎ፣ እቲ ክረኣ ዘለዎ ሕውነትን ምክብባርን ክህሉ ይትረፍ ዶ ንሕና ንሓድሕድናሲ ዓለም ውን ሓንቲ ኮይና ኣብ ትኸደሉ እዋንሲ ንሕና ምስ ካልኦት ዓለም ዲና ኣብ ጀርመን ንነብር? ሓደርካ ከይበልናዮ ዝሓልፍ ሰብ የለን። መዓልካን ሓደርካን ኢና ንብል። ስለዚ ተኸባቢርካ ምንባር ድማ ብመሰረቱ መሰረት ናይ
እቲ ስነ ጥበብ እንታይ ዓይነት ናጽነት እዩ ክህልዎ ዘለዎ? ምናልባት ቀይሕ፣ ቀጠልያ፣ ሕብራዊ ገለ ኣይንብሎን፣ ግን እቲ ስነጥበብ ናጽነቱ ዝፈለጠ ኣይመስልን እዩ ኣብ ተወሰነ ኣባናን ኣብ ከባቢና ዘለዋ ሃገራትን ክትሪኦ ከለኻ ሕጂ ብኸምኡ እየ እቲ ስነጥበበኛስ ምናልባት ብናትካ ጌርካ መሊስካለይ እሰያው እንተ ቅብዕቲ ሰብ ብናቱ እዩ ዝምለስ ስነጥበብ ግና ክሕጸር ይግብኦ ድዩ ብዕላማ ብናይ ዕላማ መለክዒ ብናይ ግዝያዊ ሓበሬታ ንምሃብ ድዩ ንዝተደልየ ነገራት ንምህራም ተባሂሉ ክስራሐሉ ከሎ ስነ ጥበብ ናጽነቱ ናጽነቱ ሒዙ ኣሎ ናጽነቱ ይገብር ኣሎ ዶ ክንብል ንኽእል ኢና።
ሰብ ባዕሉ ንነብሱ ክኣስራ እንተደኣ መሪጹ ከምቲ ኣቦታትና ዝብልዎ እንዳፈለጠ ዝደቅስስ ንውኒውካዮ ንቕኒቕካዮ ኣይትስእን እዩ። ሰብ ይፈልጥ እዩ። ስነጥበብ ብመሰረቱ እቲ ዝተዋህበካ ጸጋ ብዝግባእ ደቂ ሰባት ከተራኽብ እዩ እቲ ወሳኒ ማለት ሲ ትረፍ ዶ ባና ስነ ጥበብ ሲ መራኸቢ እዩ ኣይንፋ መኣዲ ኩሉ እዩ እዚ መኣዲ እዚ ድማ ንስኻ ከምቲ ዝበልኩኺ ኣነ ብዓይነይ ዝረኣየኒ እየ እዚሲ ንኻልእ ዝረኣየ ኣይኮነን ዝረኣየኒ ኣነ ብዓይነይ ስለ ዝርኢ ስለዚ እንታይ ይረኣዮ ከም ዘለዎ ንሰብ ክፈልጥ ኣይኽእልን እየ ሕጂ ግን ኣነ እንታይ ይብል ብመሰረቱ ሓደ ናይ ስነ ጥበብ ሰብ ንስለ እከለ ኣይኮነን ክደርፍ ዝግብኦ ንስለ ነብሱ እንታይ ትስምዖ ነገር እዩ ናብ ህዝቢ ንደቂ ሰባት ክራኸብ እዩ መሰረታዊ ነጥቡ ከሐጉስ ኦፍኮርስ ከምቲ ኣብ ካልእ ዓለም ሰብ ኣብ ካልእ ሂወት እዩ ዝነብር ብዛዕባ ፍቅሪ ብዛዕባ ካልእ ሰብሲ ንዓና እውን ዝደርፉ ሰባት ኣለዉ እቲ ናፅነት ንኦም ኮይኖምሲ ንካልእ ዝደርፉ ደረፍቲ ኣለዉ ሕጂ ንሕና ድማ ነዛ ናይ ባዕልና ነታ ሓንቲ እትገብረና ህሞት ከማን ሓቢርና ክንሰርሓላ ኣብ ዘይንኽእለሉ ደረጃ በጺሕና ማለት እዩ። ሕጂሲ እቲ ናጽነት ኦፍ ኮርስ ስነ ጥበብ እዚ ጉዳይ እዚ ዶነ ስነ ጥበብ ሲ ሓያል ነገር እዩ፣ ትብዓት ዝሓትት ነገር እዩ። ቅንዕና ኦፍኮርስ ኦፍኮርስ ኦፍኮርስ ንኩሉ ነገር ከዓ ቅንዕና ዝሓትት ጉዳይ እዩ ቢኮዝ ኣነ ሲ እንዳ ዝብለኪ ዘለኹ ኣነ ከም ናይ ስነ ጥበብ ሰብ ምስቲ መዋዕልተይ ካብታ ምሳኺ ዝወዓልክዋ ሓንቲ ነገር ወስድ ምስ ካልእ ውዒለ ጓና የለን ኣብ ሂወተይ ድላዩ ዕላማ ይሃለዎ እቲ ሰብ ክረዳዳእ ክሳብ ዝኸኣለ ምስ ማንም ሰብ ክረዳዳእ ዘይክእል ሰብ ኣይኮንኩን ላኑ ይትረፍ ድንሱ ሓወይ ምሳይ ዝተፈጥረ ማለት እዩ ቢኮዝ ኣነ ኣብ ዝኾነ ይኹን ቦታ ክዓልብ ከለኹ ሲ ሓወይ ኣብ ዘለዎ እየ ዝዓልብ ቅድሚ ሕጂ ከምኡ ብሎ ነይረ ሕጂ ድማ ንሕና ሲ ኣብ ኩሉ መጀመርያ ነቲ ሕውነትን ንፍቕርን ክንቐድም ኣለና። ንሕና መሳርሒ ናይ ፖለቲከኛታት ክንከውን ኣይግብኣናን እዩ። እሞ ኣብዚ ጉዳይ እዚ ስነ ጥበበኛታት ናብዚ ጉዳይ እዚ ክመርሑ ከለዉ ብጣዕሚ እዩ ዘሕፍረካ የሕፍረካ እዩ ሓቂ ሓይሽ ኣብ ደገ ኣብ መድረኽ ናይ ፍቕሪ ኮይኖም ክረኣዩ ብውሽጢ ናይ ፅልኢ ኮይኖም ክረኣዩ ትርኢ ግን እንታይ እሞ ብትዕግስቲ ክንዕርዮ ንቃለስ ኣለና እምበር ህይወትና እሱ ይኮነን ቢካዝ እሱ እዩ እቲ ጉዳይ ማለት እዩ ሓደ እዋን ካብ ቅድሚ ሕጂ ዝበልካዮ ደኣ ይለቁም ኣለኹ እምበር ኣብ ዕላል እውን ሰሚዐያ እዚኣ ከምዚ ኣነ ፍቕሪ እዩ ዘለኒ ዓቕሚ ይኮነን ትብል ነርካ ሓቂ እዚኣ ትሕትና ዓቕና ዝሓለፈት ትሕትና እያ ዓቕሚ እውን ኣለካ ሕጂ ነዚ ንገልጺ ዝጸናሕና ሕቶ ዘስዓብኩዎ እውን እቲ ሃስያ ኣብቲ ኣስተማቓርን ሃስያ ኣብቲ ስነጥበባዊ ስራሕን ስለ ትርእዮ ኢኻ። ናይ ሓደ ወለዶን ኣብ መንጎ ሓደ ወለዶ ዝስራሕ ዘሎ ስራሕንሲ ዓቢ ክስታይ ስለ ትስእነሉ ኢኻ። ደጊምካ ዘይትሰምዖ ደርፍታት ይወጽእ ትሰምዕ ኢኻ። ሕጂ እቲ ዝበልካዮ ዓቕሚ ፍቕሪ ዘለኒ እምበር ዓቕሚ ኣይኮነን ዘለኒ። ኣነስ ዓቕሚ እምበር ከኣ ብዙሕ ነይሩ። ኾይኑ ይስማዓኒ ምኽንያቱ ክሳብ ሕጂ ኢና ንሰምዖ ዘለና እቲ ደርፍታትካ ህድሞና ሲ ትገልጸለይ ጸኒሕካ ሓንቲ ካብተን ኣብታ መጀመርያ ኣልቡም ዝተሓትማ ደርፍታት እያ ሓቀይ ሕጂ ህድሞና መዓስ እዩ ሓደ ግዜ ኣነ ኣብዚ ቀረባ ግዜ ወሊዐ ደልየ ሰምዓ ነይረ ኣብ ገዛ ሕጂ ካብ ምንታይ እዩ እዚ ክትሰርሖ ከለኻ ናይ ብሓቂ ዲኻ ንገለ ንነዊሕ እዋን ክኸውን ኣለዎ እዚ ንገዝ መድረኽ ክሕሉ ኣለዎ ድዩ ወላስ እቲ ዘለካ ውሽጣዊ ብቕዓት እዩ ፈንጢሱ ከምኡ ዓይነት ስራሕ ዝፈጥር ዘሎ ወላስ ብዕላማ ኢኻ ማለት እዚ ነገር እዚ ከምዚ ክሃርም ኣለዎ ኢልካ ተደመሮን ዝጎደሎን ትገብር ኢኻ ትሰርሕ ዘለኻ ኣነ ደኣ እሞ እቲ ዝገበርክዎ ምናልባት ነቲ ክውንነት ኣወሃሂደዮ፣ ምናልባት ተህድሞኹም ዓይነት ጻዕሪ ዘድልዮ ጉዳይ ምዃኑ፣ ሽምግልና ዘድልዮ ዓዲ፣ ውህደት ዘድልዮ ወፈራ ዘድልዮ ዓብዪ ጉዳይ እዩ እሞ እቲ ሕመቕ ናይ ኤርትራውያን ሽማግለታት ስለ ዝርኤኹ ናይ ሓድሕድ ውግእ ብርሰት ጥፍኣት ካብቲ ጸላኢ ዝገብሮ ባዕልና ንገብሮ ዝነበርና ስለ ዝዓበየ ሽማግለታት ናትና ድማ ተገዛእቲ ናይ ካልኦት ናይ ጓኖት ብምንባሮም ኣብ ጉዳዮም ዘይውከሱ ናይ ማርክስ ናይ ኤል ናይ ለኒን ክምህሩና ውዕሉ ስለ ዝነበሩ ንሕና ናይ ሃገርና ከይፈለጥና ንካልእ ክንዕውል ጸኒሕና ዘየድሊ ኣብ ኣብ ሰማይ ኣብ ጠፈር ጸኒሕና ማለት እዩ እሞ ከም ውፅኢቱ ድማ ጥራይ እሱ ከይከውን ህዝብና ክዓርቀና ደልዩ ክዓርቀና ኣብ ዘይክእለሉ ደረጃ ፀኒሕና ማለት እዩ እቲ ህዝቢ ታቦት ኣልዒሉ ነቲ ናይ ሓደ ዝውግጥ ጦር ከብሎ ይኸይድ እሞ ንሕና ድማ ከም ስነ ጥበብ ድማ እንታይ እዩ ዝኸይሰሉ ጉዳይ ማዕረ ከምዚ ዲና ኮይና ኩሉ ተፀሚሙ እዚ ህዝቢ እዚ እዚ ዓይነት ሂወት ክህልዎ ሲ ፃ- ን- ኣንፃር ፀላኢ እናተቓለስካ ካብ ናይ ፀላኢ ተግባር ንላዕሊ ኣብ ሓድሕድካ ክትገብር ከለካ ንብዓት ወላዲ ኢኻ ትርኢ ኩሉ መሪቑ ዘፋነዎ ውላዱ ኣብ ውግእ ሓድሕድ ክምውት ከሎ እሞ ናይ ስነ ጥበብ ግደ ደኣ እሞ እንታይ እዩ? ዝተረኣየ ሕማቅ ሕማቅ እዚ ኮ ናይ ዓዲ ኣይበልኩ ናይ ወገን ኣይበልኩ ናይ ገለ ኣይበልኩ ላም ንሕና ዝኾነ ጉድለት ፀገም የብልና ንሕና ዝጎድለና ፍትሒ ጥራይ ናይ ወገን ጸገም የብልና፣ ናይ ሃይማኖት ጸገም የለን። እታ ኤርትራ ብጽንሐ ኩሉ ብኣ ኣብ ልዕሊኣ ዝመጸ ደኣ እዩ እምበር ንሳ ዝኸደቶ የብልና። ህድሞና ሕጂ እዚ ከምዚ እውን ኩሉ ሒዛ እያ ተሰሪሓ ኣብቲ እዋን እዚ ኩሉ ነገራት ንምንጽብራቕ እዚ ኩሉ ነገራት እዩ ንኣብነት ኣነሲ ነተን ነቶም ዝተወከስኮም ሰባት ዋላ በቲ ዘሎ ዓቕሚሲ እቲ ከመይ ይስራሕ ነይሩ ካብቲ ዝረኤኹዎ ካብቲ ዝሓተትኩዎ እየ ማለት እዩ ሕጅስ ስነ ጥበባዊ ኣንፈት ሂባትኒ ማለት እዩ እታ ነገር። ክቡራት ተኸታተልቲ መደበይ ከም ዝተከታተልዎ ዝፀናሕኩም ከይተረዳእና ክንደይ ግዜ እውን ኮይኑ ምስ ኣብራሪ ጀሚርካ ዕላል ኣይትውድእን ኢኻ ኣብ ኩሉ ርእስቲ ሰፊሕ ኢኻ ትኸይድ ስለዚ እምበኣር ቀዳማይ ክፋል ኣብዚ ክንዛዝሞ ኢና ርሑስ ሓድሽ ዓመት ንኹሉኹም ይምነየልኩም ካልኣይ ክፋል ኣብ ዝመጽእ ሰሙን ክነቕርቦ ኢና እምበኣርከስ ኣብዚ ክንፈላለ ኢና ቻው